ሰላም ሰላም ሰላም ሰላም ጽቡቓት ፍጥረት ሎማዓልቲ ድማ ሓደሽቲ ስም ኣስማት እንስሳታት ሕዘልኩም መፅ ኣለኹም ምስ ኣሳእሎም ማለት እዩ ከምኡ ድማ እቲ ቀንዲ ዕላማና ከም ዝበልናዮ እንታይ እዩ ምንባብ ምንባብ ኣናብባና ንምምዕባል እዩ ስለዚ በዚ እንስሳ እዚ ክጅምር እየ ፔይ ኣቴንሽን ን ለት ስታርት ዘገይም እዚ እንታይ እዩ እዚ ከምዚ ገይረ እሞ መጀመርታ መንበቢ ክጥቀም እዚኣ as usual ጉማ እዚ እንስሳ እዚ እንታይ ይበሃል ጉማ ጉማ ቮልቸር ጉማ ቀፂሉ ዘሎ ቀፂሉ ዘሎ እንስሳ ድማ እዚ ንስሪ ይበሃል ዝተፈላለየ ሕብሪ ክህልዎም ይኽእል እዩ ግን ር ሴም በርድስ ማለት እዩ ንስ ሪ ንስ ሪ ንስ ሪ ንስሪ፣ ንስሪ፣ ንስሪ፣ እዚ እንስሳ እዚ ድማ ኣባ ጉምባሕ ይበሃል። ኣባ ጉምባሕ ትዝክርዋ ዶ? ኣባ ጎብየ ኢልና ተማሂርና ነርና እዛ ኣባ ሕጂ ድማ ተጠቒምና ኣላ ኣባ ጎብየ እንታይ እዩ ነይሩ ተርትል እዩ ነይሩ እዚ ድማ ኣባ

ቀጺሉ ዘሎ ዑፍ ድማ እዚኣ ድማ እንታይ እያ ዛግራ ዛግራ ዛግራ ተባዕታይ ዛግራ ድማ እንታይ ይበሃል ተባዕታይ ዛግራ እዚ ተባዕታይ ዛግራ እዩ እንታይ ይበሃል ዳንደ ዳንደ ዳንደ ዳንደ ዳንደ ይበሃል ዳንደ እዚኣ ድማ እንታይ እያ ዋሪ እዚኣ ዋሪ ቁሩብ ናብ ሰማያዊ ሕብሪ ገጽ ኣለዋ። ዋሪ፣ ዋሪ ተባሂላ ድማ ትንበብ። እዚ ዝስዕብ ደድሕሪኣ ዘሎ ዑፍ ድማ ብጣዕሚ ጸሊም ዑፍ እዩ። ብጽልሙ እዩ ዝፍለጥ። ኳኽ ኳኽ ኢሉ ይንበብ፣ ኵዋ። እዚኤን ኣብ ቀረባ ግዜ ካቨር ጌርናየን ኔርና ኣናብባ ስፔሻል ስፔሻል ሌተርስ ኢለ ምሂረኩም ኔረ ተዘኪርኩማ ኵዋ ትንበብ እዚኣ ኵዋ እዚኣ ድማ ዅ ኳዅ ኳዅ ኳዅ ተባሂላ ትንበብ ቀጺሉ ዘሎ ዑፍ ድማ

ቆቛሕ ቆቛሕ ቆቛሕ ቆቛሕ ተባሂላ ትንበብ ቆቛሕ ቆቛሕ ክቲ ኢላ ዘላ ካብ ኣንእስ ዝበለት ዑፍ እያ ተመሳሳልቲ እየን እዚኣተን ግን ካብኣተን ንእሽ ትብል እዚኣ ድማ ስርኝሕ ስርኝሕ ስርኝሕ ትበሃል ስርኝሕ ስርኝሕ

ቆቋሕቲ እዮም ቆቋሕቲ እዮም እዚ ሜል እዩ እዚ ድማ እዚኣ ድማ ፊሜል እያ ዳርጋ ኣብ ኣፍ ልቦም እዮም ዝፈላለዩ ሕብሪ ትርእይዎ ኣለኹም ናይ ኣፍ ልቦም ናይዚኣ ሙሉእ ነብሳ ሓደ ዓይነት እዩ ናቱ ግን እቲ ኣፍ ልቡ ፃዕዳ እዩ ፅዕዱ ዝበለ እዩ ሓደ ዓይነት ሕብሪ ኣለዎ እሱ ንሱ እንታይ ይበሃል ዓንኬባር ዓን ኬ ባ ር ዓን ኬ ባር ዓን ኬ ባ ር እስኪ ከምዚ ኢልኩም ኣንብቦ ኣብ ክልተ ምቐልዋ ኣብ ከምዚ ምቐልዋ ከምዚ ገይረ ዘንብባ ዓን ኬ

ኣነ ግን ባሪቶ ኢለ የንብበልኩም ኣለኹ። ቀጺለ ሕጂ ንበይነይ ከንብብ እየ ከይተዛረብኩ ንባብ ጥራሕ እዩ። ሶ ፎካስ ጌርኩም ሰምዑኒ ሕጂ ፎካስ ጌርኩም ሰምዑኒ ጉማ ጉማ ጉማ ንስሪ ንስሪ ኣ ባ ኣባ ጉም ባ ሕ ኣባ ጉምባሕ ኣባ ጉምባሕ ኣባ ጉምባሕ ዛ ግ ራ ዛግራ ዛግራ ዳ ን ደ ዳንደ ዋ ሪ ዋሪ